ሰላም ሰላም ክቡራት ተኸታተልቲ ናይ ቻነል ከመይ ትኾኑ? ኣነ እግዚኣብሔር ይመስገን ሰላም ኣለኹ። ንስኹም እውን ከምዚ ከማይ ሰላም ክትብሉ በዓል ሙሉእ ተስፋ እየ። ኦኬ ሕጂ እምበኣር ከምቲ ኩሉ ግዜ ንገብሮ ኔርላንድ ትግርኛ እዩ ክህልወና። ሎሚ ከዓ ቁሩብ ፍልይ ዝበለት ብዛዕባ ቴክስ ኮፊ ሺፕ ትብል ፎርሙላ ከመይ ኢልና ኢና ነጥቀመላ ኣበይና ኢና ነእትዎ ገለመለ ዝብል ዛዕባ እየ ኣልዒለ መሪኦ ዘለኹ ማለት እዩ ተስፋ ገበር ድማ ተረዲኡኩም ክትጥቀምሉ ኦኬ እምበኣር ሕጂ ናብቲ መደብ ከብለኩም መጀመርያ እንድሕር ቴክስ ኮፍ ሺፕ ክንጥቀም ኮይና እዚ ፔርሶንስ ፎርም ክህልወና ኣለዎ ወይ ከዓ ግሲ

ኩሉ ግዜ ሓደ ፐርሰንስ ፎርም ጥራይ ዘሎ ማለት እዩ ሓደ ፐርሰንስ ፎርም ፐርሰንስ ፎርም ማለት ከዓ ሓደ ግሲ እዩ ሓደ ግሲ እዩ ማለት እዩ ኣብ ሓደ ሓሳብ ሕጂ ኩሉ ግዜ እንታይ ኣሎ ሓደ ግሲ ጥራይ ኣሎ ማለት እዩ ኣብ ሓደ ሓሳብ ሓደ ግሲ ጥራይ ይህሉ ማለት እዩ The person's forum van Einzin is altijd één werkwoord. ናይ ሓደ እንደ ፔርሶንስ ፎርም ንብሎ ኩሉ ግዜ ናይ ሓደ ሓሳብ ኩሉ ግዜ እንታይ እዩ ሓደ ግሲ እዩ ማለት ከም ዝብለኩም ከም ዝኽብለኩም ጽናኹ ማለት እዩ ቨርክቮርደን ዛይን ዲንገን ድየኩንት ዱን ግስታት ትፈልጥዎም እዞም ዘይትፈልጥዎ ማለት እዩ ግስታት እንታይ እዮም ነገራት ክትገብሮም ትኽእል እዮም ክትገብሮም ትኽእል ነገራት እዮም ማለት እዩ ከም በዓል ምኻድ ምፅዋት ምፅፋእ ምድቃስ ምዝዋር ገለ ከምኡ ዝበሃሉ ማለት እዮም ግስታት ማለት እዩ ኦኬ ሁ ፊንድ ደ Personsforum Wo findet ihr das Personsforum? ከመይ ኢልካ ከትረኽቦ ንሓደ ፐርሶንስፎርም ዝበሃልሲ ኣብ ሓደ ሓሳብሲ ኣይና እዩ ፐርሶንስፎርም ኢልካስ ከመይ ኢልካ ከትነድዮ ኣይና እዩ ትግሲ ገለ ኢልካስ ከመይ ኢልካ ኣብ ሓደ ሓሳብ ትረኽቦ ማለት እዩ ንኣብነት ሓደ ሓሳብ ኣላ ሓንቲ ሓሳብ ኣላ ሕጂ ከመይ ኢልካ ነታ ሓሳብ ካብቲ ሓሳብ ፐርሶንስፎርም ኣውፅእ ተራ ተባሂልካስ ከመይ ኢልካ ትፈልጣ ንኣብነት ሕጂ እንታይ ትገብር ንኣብነት ኣብዚ ኢክሎብ ናር ሃውስ ኢሉ ኣሎ ሓሳብ ኢክሎብ ናር ሃውስ መጀመርያ ግን እንታይ ንብለና ማክ ደዚን ፍራኸንድ ደ ፐርሶንስ ፎርም ኮምት ፎርኣን እንታይ ብለና ኣሎ መጀመርያ ነቲ ሓሳብ ተዋሃበትካ ናብ ሕቶ ቀይራ እቲ ግሲ ሽዑ ናብ ቅድሚት ክመጽእ'ዩ ማለት'ዩ። ድሕራ ኩሉ ግዜ ሕጂ ሓንቲ ሓሳብ ናብ ናብ ሓንቲ ሓሳ ሓንቲ ሓሳብ ሓንቲ ሓሳባት ዝነበረ ሓንቲ ሓሳብ ዝነበረት ናብ ግሲ ድሕራ ናብ ሶሪ ናብ ሕቶ እንተደኣ ቀይርናያ ጅንታ ክትኮነልና እቲ ኩሉ ግዜ እንታይ ክመጽእ እቲ ፔርሶንስ ፎርም እቲ ግሲ ዝበሃል ሕጂ ናበይ ክመጽእ ናብ ቅድሚት ክመጽእ እዩ ማለት እዩ ብከምኡ ሓደ ክንፈልጦ ንኽእል ኢና ማለት እዩ ንኣብነት ንርኣያ እዚኣ ዚን ሓሳብ ኢክ ሎፕ ናር ሃውስ፣ ኢክ ሎፕ ናር ሃውስ። ፍራክዚን ንሓሳባት ክንቅይራ ከለና እንታይ ትኸውን ማለት እዩ? ሎፕ ኢክ ናር ሃውስ፣ ሎፕ ኢክ ናር ሃውስ፣ ሕጂ እንታይ ኮይንና ኣሎ ዛሎ ብሕጂ ናብ ናብ ሕቶ ምስ ቀየርና እንታይ ኮይናትና ኣላ ናብ ቅድሚት መፅያ ኣላ ኣብዚ ግን ከመይ ነይራ ኣብዚ ሓሳብ ከላ ከመይ ነይራ ኣብ ማእኸል ነይራ ወይ ከዓኒ ኣብ ቅድሚት ኣይነበረትን ስለዚ ናብ ሕቶ ክንቀይሮ ከለና እንታይ ንገብር ማለት እዩ ሎብ ኢክነር ሃውስ ሕጂ ናብ ሕቶ ምስ ቀየርና እንታይ መፅ እቲ ግሲ ኩሉ ግዜ ናብ ቅድሚት ይመፃልካ ማለት እዩ ሎብ ኢክነር ሃውስ ኢልካ ትብል ማለት እዩ ኣብዚ ሽዑ እንታይ ትገብሮ እታ ፒርሰንስ ፎርም ኣውፅኣ ተባሃልካ ድማ ኣብዚኣ እንታይ ትገብራ እታ ፒርሰንስ ፎርም ፈጥካ ተዘለካ ሎፕ ትገብራ ማለት እዩ ካልኣይቲ ሓሳብ እውን ሃይ ኤት ፒሳ ሃይ ኤት ፒዛ ሃይ ኤት ፒሳ እዚኣ ሓቲ ሓሳባት እያ ናብ ሓንቲ ሕቶ ንቀይራ ሕጂ ነዚኣ ፍራክዚን ኤት ሃይ ፒሳ ኤት ሃይ ፒሳ ሕጂ እታ ኤት መጽኣትና ኣላ ንቕድሚት ማለት እዩ ሕጂ እዛ ንገብራ እዚኣ ኤት እንታይ ኮይና ኣላ ኤት ሕጂ እታ ፔርሶንስ ፎርም ወይ ግሲ እያ ማለት እዩ ኦኬ ካልኣይቲ ጥበብ ከዓ እንታይ ማለት እዩ ዘት ደዚን ን ኣይን ኣንድረ ታይድ ሄትቮርት ዳት ፈርኣንደርት ኢዝ ሄት ፔርሶንስ ፎርም ተብለንላ ሕጂ እዚኣ እቲ ሓሳብ እቲ ሓሳብ ናብ ካልእ ግዜ ለውጣ ንኣብነት ንሕሉፍ ማለት እዩ ናብ ሕሉፍ ተቐይራ ማለት እዩ ናይ ዝሓለፈ ሕጂ እንድሕራ ኣምፅልኩም ኣለኹ ናብኡ ንክድመ ንረኣያ ኩሉ ግዜ ሽዑ ናብ ሓደ እንተደኣ ቀይርካዮ እንታይ ክኸውን እዩ? እቲ እቲ ግስ ዝበሃል ክቕየር እዩ ማለት እዩ። ምስ ተቐየረ ኣኽላኻ ክትፈልጣ እኻ ማለት እዩ። ንኣብነት ቴክንቮርድኽ ታይድ ናይዚ ሕጂ ግዜ ናይ ሕጂ ናይ ህሉ ማለት እዩ። ኢክ ሎብ ናር ሃውስ ኢክ ሎብ ናር ሃውስ ሓደ ዝኾና ሓሳባት የምፅእ ዘለኹ ምእንታን ክርዳእኩም እንታይ ትገብራ ሽዑ ናብ ፈርሌደን ታይድ ትቕይሮ ናብ ዝሓለፈ ግዜ ናብ ዝሓለፈ ግዜ ፌርለደን ታይድ እንታይ ትኸውን ማለት እዩ ኢክሊፕ ናር ሃውስ ምክንያቱ ቀይሮ ናብ ካልእ ግዜ ስለብና ዘሎ ናብ ዝሓለፈ ንቀይሮ ከለና እንታይ ኮኑ ኢክ ሊብ ናር ሃውስ እንታይ ኮይኑ ሕጂ ማለት እዚ ሊብ ሎፐን ዝነበረ ሎፕ ዝነበረ ሕጂ እንታይ ኮይኑ ሊፕ ኮይኑ ማለት እዩ ሕጂ ስለ ዝተቀየረት እንታይ ኮይና እቲ ዝቅየር ኩሉ ግዜ እንታይ ኢልና ሓደ ፐርሶንስ ፎርም እዩ ማለት እዩ ስለዚ እዚኣ ተቀይራ ስለ ዘላ ፐርሶንስ ፎርም ሎፕ ምዃኑ ሕጂ ንፈልጥ ማለት እዩ ኣብዚ እውን ከምኡ ሃይ ኤት ፒሳ ሃይ ኣት ፒሳ ኣት ሕጂ እዛ ኤት ኤት ዝነበረት እንታይ ኮይና ኣላ ኣት ኮይና ኣላ ማለት ተቐይራ ኣላ ናይ ሕሉፍ ማለት እዩ ሕጂ ኤት ፔርሰንስ ፎርም ምዃኑ ትፈልጥ ማለት እዩ ተስፋ ግብር እዚኣ ተረዲኣትኩም ክትከውን ያ ኣብዚ ከ ኣምፅኦ ዘለኹ እንታይ እዩ ፔርሶንስ ፎርም ፌርለር እንታይ ግሲ ኣብ ሕሉፍ ማለት እዩ ክልተ ዓይነት ኣሎ ስቴርክ ቬርክቮርደን ንብሎ ዝቫከ ቬርክቮርደን ክልተ ዓይነት ግዝታት ኣለው ጠንካራ ዝኾነ ግስ ኣሎ ከምዚ ፈኲስ ዓይነት ግሲ ኣሎ ማለት እዩ። ደሓን ብካልኣዊ ኣገላልፃ እንታይ እዩ? ዝቕየርን ዘይቅየርን ግሲ ማለት እዩ። እቲ ዘይቅየር እንታይ ንብሎ? ዝቫክ ንብሎ ማለት እዩ። ዝቫከ ቨርክቮርደን ንብሎ። እቶም ዘይቅየሩ ግስታት እንታይ ንብሎም? ዝቫከ ቨርክቮርደን። እቶም ዝቕየሩ ኸ? ስተርክ ስተርከ ቨርክቮርደን ስተርከ ቨርክቮርደን ኣብዚ ረኣዩ ሕጂ ስተርከ ቨርክቮርደን ሕጂ እንታይ ንብሎ

ቬርክ እኤር ኣሎ ኩሉ ማለት እዩ ኣይተቀየረን ስለዚ ዝቫክ ንብሎም ዘይቅየሩ ስቴርክ ቨርክ ቮርን ንብሎም ከዓኒ ቶታል ዝቅየሩ ማለት እዩ ኦኬ እምበኣታ ኣገዳሲት ነጥቢ መፅያ ኣላ ቴክስት ኮፊ ሺፕ እዚኣ ሓንቲ ፎርሙላ እያ ናይ ዛዕዲ ክንፈልጣ ኣለና ብጣዕሚ ኣገዳሲት እያ ማለት እዩ ኩሉ ግዜ ተይኤይ እንተይኤኤን ተ ተን ኣበይ ንጥቀመሉ ከምቲ ኣብ ላዕሊ ዘሎ ምስ ዝህልዎ ንኣብነት ኣብዚ ድሓር ገልፅልኩም እየ ኣሎ ግን ንኣኽልኹ ክገልፅልኩም ኣለዉ ንኣብነት ሓንቲ ግሲ ግስላ ንበል እታ ግሲ ንሳ እንድሕር TAX ካብዛ ኣብዚኣ ዘላ ቴክስ ኮፊ ሺፕ ትብል ዘላ እንድሕር ሃልያታ ሓንቲ ቃል ኩሉ ግዜ ንሓንቲ ቃል ክንፈልጥ ኣለታ ኣለታን ክንፈልጣ ንገብር ኢኤን ኣጉዲልና ናይ መወዳእታ ቬርከን ምሸሎ ኢኤን ሕጂ ኣብ መወዳእታ ኣሎ ሕጂ እታ ኣኤን ኣጥፊእና እንታይ ንኸውን እታ ዝተረፈት ሕጂ እንድሕር ኣብዚኤን ሃልያ እንታይ ንእትወላ ተይ ኣይ ንንጽል ኢክ ንኣብነት ተይ ኣን ከዓኒ ንብዙሓት ማለት እዩ ዳይ ኣይ ን ደን ደ ኦፍ ደን ኦክ ከዓኒ ከምቲ ኣብ ላዕሊ ዘሎ ምስ ዘይህልዎ ኣብዚ ላዕሊ ዘሎ ካብዚኦም ዘይብሉ እንተ ኮይኑ ሓደ ግሲ ደ ወይ ከዓ ደን ን- ደ ንንጹል ደን ከዓኒ ንብዙሓት ንጥቀመሉ ማለት እዩ ዘለኩም ኣብዚ ከምዚ ገሊፅ እየ ዘለኹ ሕጂ እንታይ ተ ንህለምሻ ኣብዚ እንደ ተ እንደ ንምንግንጾም ንንጽል ግሲ ማለት እዩ ንንጽል ግሲ ንጥቀመሉ ማለት እዩ ሕጂ ንኣብነት ቬር ከም ሸሎ ንኣብነት እንታይ ንገብሩ ንኣብነት ኢክ ሕጂ ንፅል እዩ ኢክ ሕጂ ኣነ እዩ ናይ ብዙሓት ኣይኮነን ናይ ንፅል እዩ ሕጂ ናይ ንፅል ስለዝኾነ እንታይ ኹን ቬርክ ክኸውን ማለት እዩ ቬርክ ክኸውን ማለት እዩ ሕጂ እንታይ ኮይኑ ቬርክ ምስ በልካ ገልፀልኩም እየ ሕጂ ንፅል ክንኮልና ቬርክ እዩ ናይ ብዙሓት እንተኮይኑ ከዓ ደን ወይ ከዓ ተን ከዓ ናይ ብዙሓት ንኣብነት ዩሊ ቨርከን ንኣብነት እዩ ዝግስ እዛ ግስ እዚኣ ሕጂ ናይ ብዙሓት ተኾይና ሓንቲ ካብዚኤን ክትኣቱያ ማለት እዩ ካብዛ ቴክስ ኮፍ ሽፕ ርኢና እዚኣ ድና ክንእትወላ እዚኣ ክንእትወላ ሕጂ ድሓር ክንርእና ማለት እዩ ንኣብነት እዚኣ እውን ቨርክ ምሸላ ሕጂ ካብዚ ርኢና ደድያ ክትኣትዋ ተድያ ክትኣትዋ ንሪኦ ኢና ማለት እዩ ደ ወይ ከዓ ደን እንታይ ኢልና ኣብዚኦም ኣብዛ ቴክስ ኮፕ ሺፕ እንተደኣ ዘየለ ኮይኑ ወይ ተ ወይ ከዓ ተን ኣበይ ንጥቀመሉ ኢልና እንድሕር ረኣ ካብዞም ቴክስ ኮፍ ሺፕ ሃልዩ ማለት እዩ ንኣብነት ኣብዚ ሕጂ ኣምፅኤልኩም ኣለኹ ማለት እዩ እዛ ቴክስ ኮፍ ሺፕ ቬርከን ቬርከን ሕጂ ንኣብነት ቬርከን ንምስራሕ

ሕጂ ነዛ ቬርክን እና ንኪድ ሕጂ ነዛ ቬርክን ናይ መወዳእታ ክልተ ፊደላት ዘለዋ ኢኤን ነዘን ትሪእዋ ኣለኹ ዘን ክልተ ፊደላት እዚኤን ኢኤን ዘን ቀያሕቲ ገይረን ዘለዉ ንሰን ነጥፈአን ማለት እዩ ንሰን ካብታ ካብታ ግሲ ንኣልየን ንሰን ኣሊና እንድሕር እታ ናይ መወዳእታ ዘላ ናይ መወዳእታ ዝተረፈት ዘላ ቃል ኣብዛ ቴክስ ቴክስ ኮፍ ሺፕ ሃልያ እንድሕር ሃልያ እንታይ ትኸውን ማለት እዩ ተ ነእትወላ ማለት እዩ ተ እንድሕር ሃልዩ ክልሸ እንታይ ነእትወሉ ተ ነእትወሉ ቨርከ ቨርክ ዝነበረ ሕጂ እንታይ ኹን ቨርክተ ናይ ንፅል ማለት እዩ ቨርክተ ቨርክተን ከናይ ምንታይ ይኸውን ማለት እዩ ናይ ብዙሓት ተን ነእትወሉ ማለት እዩ። ተን ኣብ ብዙሓት ተ ኣብ ንጽል ማለት እዩ። ምክንያቱ ተን ተ ወይ ከዓ ተን ኣበይ ነእትወሉ ኢልና እንድሕር ረኣ ሓንቲ ሓሳ ሓንቲ ግሲ ቴክስ ኮፍሽፕ ሃልይዋ ማለት እዩ ሊረን ሊረን ሕጂ ነዛ ኢኤን ዛፀሊያ ዘለኹ ዛፀሊምያ ዘለኹ ነዚኣ እንድሕር ደኣ ኣሊናየን ማለት እዩ ነዘን ክልተ ኢኤን ኤር ክትተርፈና እያ ማለት እዩ ኤር ክትተርፈና እያ ኤር ሕጂ ኣብዚ የላን ቴክስ ኮፍ ሺፕ የላን ኣብዚ ቴክስ ኮፍ ሺፕ ኣይንረኽቦን ኢና ሕጂ ብዚ ንኸይድ ኣብ ናይ ንፅልታ ይንእትወሉ ሽዑ ስለ ብዘየለ ዘየለ እንታይ ይኸውን ማለት እዩ ደ ንእትወላ ማለት እዩ ኤር ተሪፋትና ኣላ ኣብዚ ኤር ኣብዚ ቴክስ ኮፍሽፕ ስለ ዘየለ እንታይ ኣትዎ ማለት እዩ ደ ምክንያቱ ደ ኣብዛ ቴክስ ኮፍሽፕ ምስ ዘይህሉ እቲ ግሲ ምስ ዘይህሉ ስለ ንጥቀመሉ ማለት እዩ ደ ኩሉ ግዜ በይ ንጥቀመሉ ኣብ ቴክስ ኮፍሽፕ ዘየለ ቃል ምዝተርፍ ኩሉ ግዜ ደ ንጥቀም ኣብ ናይ ንፅል ክኸውን ከሎ እዚ ኣብ ናይ ብዙሓት ክንታይ ንጥቀም ደን ንጥቀም ማለት እዩ ከምዚ ብታሕቲ ገይረ ዘለኹ ደን ንጥቀም ማለት እዩ እንታይ ይኸውን ሽዑ ቫይ ዩሊ ዛይ ሊርደን ንኸውን ኢክ ሃይ ዛይ ያይ ሄት ኦፍ ሃይ ሊርደ ይኸውን ማለት እዩ ኦኬ ሓሳባት ትምፃእ ሕጂ ኢንደዚነን ተ ደን ተ ተን እጂ ኣብ ሓሳባት ተ ተን ኣብ ማእስ ንእቶ ማለት እዩ ኢክ ሜርክ ዳትሄት ኒትኹድ ኺንግ እዚ ናይ ኣብነት ሓሳብ እዩ ሜርክ ክኸውን ማለት እዩ ሜርክ ኢኤን ኢሊ ትብል ማለት እዩ ንፅል ናዚ ሕጂ ንፅል ሕጂ

ኣላ ማለት እዩ። ኣብኣ ስለ ዘላ እንታይ ንጥቀም ኢልና ተ ንንጽል ተን ከኣኒ ንብዙሓት ማለት እዩ። ያ ከምዚ ትሪእዋ ዘለኹም ሜርከን ኣብዛ ቴክስ ኮፍ ሽፕ ኣላ ዶ ኢኤን ምስ ኣለኸያ እንታይ ትኸውን ከይትተርፈና ከይ ኣላ ዶ ብዚ እወ ንሕደት ኣብዚ ሕጂ እንታይ ትኸውን ማለት እዩ? እክ ሜርግተ ዳቴት ኒት ጉድ ጋት። ኣነ የርድኣኒ ነይሩ ንሱ ጽቡቕ ከም ዘይከይድ ማለት እዩ። ኦኬ መኣስ ኢና ከ ኣብ ሓደ ሓሳብ ደ ወይ ከዓ ደን ንእቱ ንኺድ ናብቲ ሓሳብ ሃይ ፉልት ኒት ጉድ

የላን ኣብዛ ቴክስት ኮፍሽፕ የላን ኤል የላን ስለዚ እንታይ ንእቱ ደ ኣብ ንፅል ደ ሃይ ንፅል ስለ ዝኾነ ንሱ ስለ ዝብለና ዘሎ ደ ንእትወላ እንታይ ትኸውን ፉልደ ትኸውን ማለት እዩ እዛ ቪል ከዓኒ ኤን ትረኣ ኣሊና ኣላ ኤልያ ክተርቮላንሳ እዛ ኣብዛ ቴክስ ኮፍሽብ ከዓ የላን ስለዚ እንታይ ንእትወሉ? ደ። እንተትኾኑ ኩላማይቲ ሃይ ፉልደን ኒት ኹድ እን ቪልደ ናር ሃውስ፣ ንሱ ጽቡቕ ኣይተሰምዖን፣ ናብ ገዛ ከኣ ክኸይድ ደልዩ፣ ንብል ኣለና ማለት እዩ። ኦኬ እምበኣር ናይ ሎማዓንቲ ቪድዮ እዚኣ እያ ነይራ ተስፋ ይገብር ተረዲኣትኩም ክትከውን ደጋጊምኩም ርኣይዎ ብሓንቲ ግዜ ወላ ሓንቲ ክርዳእኩም ተዘይከኣለ ወላ ጠጠው ስቶፕ ስቶፕ እንዳገበርኩም ርኣይዎ እኹም እንተዚ ተረድኤኩም ኩሉ ግዜ ከም ዝብሎ ዘይተረድኤኩም እዚኣ እንዚኣ ናይ ተረዳእኒ ኢልኩም ፀሓፉለይ ኣነ ድማ ዝገበርኩ ገይረ ከምፃልኩም እየ ካልኣይ ግዜ ረክም ወላ ከመይ ገይራ ከም ዝብሎ ፀሓፉለይ ጥራይ ሽዑ ክንሪኦ ኢና ብሓንሳብ ማለት እዩ ኦኬ እምበኣር ክሳብ ኣብ ቀጻሊ ቪድዮ ንራኸብ ሰሰናዩ